ኣነ እዝግኣብሔር ይመስገን ብጣዕሚ ብጣዕሚ ፅቡቅ ኣለኩ ንስኩም እውን ኣኣብ ዘለኩምዎ ሰላም ክትህልዉ ተስፋ እናገበርኩ ሎሚ ከዓ ከምቲ ልሙድ ሓደ ቪድዮ ሒዘልኩም መፅያ ኣለኩ ክትፈትውዎ ከምኡ እውን መሃሪ ክከውን ተስፋ እንዳገበርኩ ናብዘ ቪድዮ ከብለኩም እምበኣርከስ ናይ ሎሚ ዝዛረበሉ ኣርእስቲ ብዛዕባ ፒለን ፒለ ዳናክን እዩ ክከውን ምክንያቱ ከም ንፈልጦ ፒለ ቡዙሓት ደቀንስትዮ የማርራ እየን ገሊኤን እብላ ነብስና ኣግዥፍልና ቡዙሕ ውን ዝኮነ ምቅይያራት ኣብ ኣካላትና ሪኢና ከምኡ ውን ኣብ ስትረስ ይገብረልና ቡዙሕ ነገር እዩ ኣብ ጥዕናና ጉድኣት ዘውርደልና በሃልቲ እየን እሞ እንታይ ስለድኮነ እዩ ፒለ ማለት ኣብ ኣብ ጥዕና ጎዳኢ ክኸውን ኪኢሉ። መጀመርታ ከም ንፈልጦ እዚ ፒለ ንብሎ ደለና መካላኸሊ ጥንሲ ተባሂሉ ዝውሰድ ኮይኑ ብፍላይ እዘን ኣብ ትሑት ዕድመ ዘለና ማለት ትሕቲ ሳላሳ ዓመት ደለና ኣዝዩ ኣዝዩ ከቢድ ጽልዋ እዩ ዘለዎ ምክንያቱ መጀመርታ እቲ ፒሎ እኳ ይፈላለ እንድዩ ካብ ኣየናይ ኢኻ ትወስድ ንስኻ ማለት ልዕሊ ሓሙሳ ድኸውን ዝተፈላለየ ዓይነት ፒለ እዩ ዘሎ እጂ እዚ ፒለ እዚ ከካብ ናብ ናብ ፈላለ እዩ ከምኡ እውን እጂ ኣሎት ፈርስት ማለት እቲ ፈርስት ፒለ ዝበሃል ኣሎ ኖርማል እቲ ፈርስት ጀነሬሽን ዝወስዶ ከምኡ ውን ሰከንድ ኤንድ ሰርድ ጀነሬሽን ዝወስዶ ውን ኣሎ ከምኡ እንዳበለ ይፈላለ ዩ ማለት ፈርስት ኤንድ ሰከንድ ሰርድ ኤንድ ፎርዝ ሕጂ እቶም ቀዳማይን ካልኣይን ንብሎም ደለና ከመይ ዝበሉ ዮም እንታይ ስለ ደለዎም ዮም ከ ተፈላልዮም ኣየናይ እንተወሰድካ ከ ዩ እቲ ዝሓሸ ማለት ሕጂ እቲ ፈርስት ኤንድ ሰከንድ ጀነረሽን ዝወስዶም ፒለ ከመይ ዝበሉ እዮም እንድሕር ኢልና እዚኦም ፒለ እዚኦም ነቲ ኦስትሮጅን ሆርሞን ናትና ንዕኡ ንቀልጢፎም ኩሎት ንክገብሩ ወይ ከዓኒ ንክዓፅውዎ እሞ እቲ ሆርሞን ከምቲ ግቡእ ስርሑ ንከይገብር ደዓግትዎ እዮም። እዚኦም ሕጂ እንታይ እዩ ዘለዎም ከምዚ ድብሎ ዘለኹ ነቲ ኦስትሮጅን ሆርሞን ንምባል፣ ንምቕታል ወይ ከኣ ንዕኡ ስርሑ ንኸይገብር፣ ማለት ሓንጎልና ኩሉ ግዜ እቲ ነብስና ባዕሉ ክእዝዞ ከሎ ንሓንጎልና፣ ሓንጎልና ከኣ በቲ ዝተኣዘዘ መሰረት እዩ ኩሉ ግዜ ግቡእ ስርሑ ዘሰላስል። ማለት ዝኾነ ዓይነት መልእኽቲ ናብ ሓንጎል ከይከደ ሆርሞን ይኹኑ እቶም ካልኦት ክፋል ናይ ኣካላትና ወይ ከኣ እቶም ኢንዛመንስ ንብሎም እቶም ዝነዝዑ እሱ መልእኽቲ ከየብጸሐ ዝኾነ ካብቲ ክፋል ናይ ኣካላትና ኣብ ሓንጎል ከይበጽሐ እቲ መልእኽቲ ኣይስራሕን እዩ። ስለዚ እቲ መልእኽቲ ብግቡእ ናብ ሓንጎል ንኸይበጽሕ እቲ ኦስትሮጅን ሆርሞን ናህና ግቡእ ስርሑ ንኸይገብር ዝዓግት ዘሎ ግን እዚ ፒለ እዩ። ብፍላይ ከምዚ ኣብ ደም ደምና ከም ንፈልጦ ክጻረ ከሎ ማለት ዝተጻረየ ደም ይኹን ዘይተጻረየ ደም ኣብ እንታይ እያ ትበሃል ሉንገ und Herz ክልቲኡ እንተሽሙ ድኸውን ስለዚ ኣብዚ ክመሓላለፍ ከሎ እቲ እቲ ደም ብፍላይ ናብ ቬንስ ክሓልፍ ከሎ ነቲ ቬንስ ናህና ፌለትስ ናይ ምግባር ወይ ከኣኒ ዳሜጅን ናይ ምግባር ክእለት ኣለዎ። ስለዚ ኣብ ጥዕና ከቢድ ከቢድ ዝኾነ ጽልዋ እዩ ዘምጽእ ንምባል እየ። ብፍላይ እንድሕር ሉንገን ሄርዝን ናትና እንድሕር ደም ክብላ ከለዋ ብፍላይ ዝተጻረየ ደም ናብ መጀመርታ ካብ ሀርዝ እንደገና ናብ ሉንግ ክምለስ ከሎ ምስኡ እንድሕር ፍሊስ ዝገብር ኣልዩ ኮይኑ እቲ እንታይ ሽሙ እቲ ድወሰድናዮ ፒለ ሰዚ ክርዳኣና ኣለዎ ማዕረ ክንደይ ክብደት ከም ደሎ ምስ ደም ተሓዊሱ እዩ ናብ ሙሉእ ኣካላትካ እንታይ ሽሙ ድገብር ደሎ ማለት እዩ ሰርኩሌት ድገብር ደሎ ወይ ከኣ ሪሳይክል ዝገብር ዘሎ ማለት እዩ ሰዚ እቲ ውጽኢቱ እንታይ እዩ ድኸውን ማለት እዩ? ሽዑ እንድሕር ምስቲ ደም ሰርኩለይ ትገብር ኣልዩ እሞ እንታይ ሽሙ እንድሕር ኮይኑ መጀመርታ ናይ ክብደት ምውሳኽ የምጻልና ልዕሊ ዓቐን ደይተጸበናዮ ብም ኢኻ ትብል ብሓንሳብ ኖርማል እጂ እቲ ሰብ እንታይ እዩ ዝብል ቧእ ጢዒምዎ እጂ እቲ ናይ ብሓቂ ሙሁር ዝኾነ ሰብ ኣመዛዚኑ ክኸይድ ዝኽእል ሰብ ግን እንታይ እዩ ዝብል፣ ዝኾነ ነገር ደይሰማማዓካ ነገር ኣብዚ ሓጺር ግዜ ትወስዳ ኣለኻ፣ ብፍላይ ደቂ ኣንስትዮ ቀልጢፈን ሪኣጊረን ድገብራ ደቂ ኣንስትዮ ኣለዋ ንፉዓት ብጣዕሚ ማለት ቀልጢፍካ ጥዕናኻ ንኽትሕሉ ዝምዕዳኻን ደተባብዓኻን ምክንያቱ ብላኻየን እንድሕር ብሓንሳብ እንድሕር ኣካላትካ ቡም ኢሉ እሞ ጢዒምካ ኣይኮናን ድብላኻ ዛጓለይ ወይ ዛሓፍተይ መካላኸሊ ጥንሲ ትወስዲ ኣለኺ ዲኺ ማለት ዝኾነ መካላኸሊ ኢልኪ ትወስድዮ ነገር መድሃኒት ክህልወኪ እሞ ላኣኑ እዚ ነብስኺ ተቐይሩ ኣሎ ስለዚ ቀልጢፍኪ እቲ ግቡእ ስጉምቲ ተወሰድኪ ይሓይሽ ዝብላ ንፉዓት ንፉዓት ብጣዕሚ ክምስገና ዝግበእን ክነኣዳ ዝግበእን ኣብነት ዝኾና ደቂ ኣንስትዮ የሕዋትና ኣለዋ በዚ ኣጋጣሚ ምስጋና ንዐኣን ይኹን ኣኣብ ዘለውኦ ሰላም ክህልዋ ከኣ እምነየለን ብዝኾነ ሕጂ ከምዚ ለውጢ ክንርኢ ከለና ጥዒምዎ ደይኮነ እቲ ሰብ ክርድኣና ኣለዎ እንታይ ስለ ዝገበርኩ እዩ ወይ ከኣ እንታይ ስለ ነቲ ኣካላተይ ዘይፈልጦ ነገር ስለ ደምጻኹሉ እዩ ከምዚ ክኸውን ክኢለ ኢልና ክንሓስብ ክንክእል ኣለና ምኽንያቱ ኣካላትና ስቕ ኢሉ ብሓንሳብ ዝትኮስ ነገር ኣይኮነን ምኽንያቱ ወላ እቲ ብጣዕሚ ዝረጉድ ሰብ ከማን ስቕ ኢሉ ብሓንቲ መዓልቲ ወይ ከኣ ብወርሒ ብኽልተ ወርሒ ዝረጉደሉ ኣብነት የብሉን። ስለዚ ክርደኣና ዘለዎ ኩሉ ግዜ ኣካላትና እንድሕር ከምዚ ናይ ክብደት ምውሳኽ ነገር እንድሕር ተራእይዎ ገለ ነገር ንወስድ ከም ዘለና ክርድኣና ኣለዎ። ማለት እቲ ንወስዶ ዘለና ነቲ ኣካላት ከም ዘይተሰማምዖ ብኡ መንጽር ክንፈልጥ ኣለና። ብፍላይ ደቂ ኣንስትዮ ደቂ ኣንስትዮ ኣብ ሓጺር ኣዋርሕ ርኡይ ለውጢ ተምጽኣ ኣለኽን ነቲ ፒለ ምጀመርክን። ስለዚ ኩሉ ግዜ ቀልጢፍካ ንኣካላትካ ክትሓታ ወይ ከኣ ነብስኻ ግዜ ሂብካ ክትሓታ ኣለካ እንታይ ስትረስ ደይኮንካ ክትገብር ዘለካ ስለ ዝረጎድካ ቧእ ከምዚ ኮይነ ከምዚ ኮይነ ኢልካ ዘየድሊ ጭንቀትን ክስታይን ደይኮንካ ክትገብር ዘለካ ቀስ ኢልካ ህድእ ኢልካ ምስ ነብስካ ትዛረብ እሞ እቲ ትወስዶ ዘለካ ከኣኒ መፍትሒ ክትደልየሉ ክትፍትን ኣለካ እሱ ጥራይ ደይኮነ ከማን ናይ ሆርሞን ምቕያር የምጻልና እዩ። ከምዚ ዝበልክዎ ነቲ ኦስትሮጅን ሆርሞን ናህና እንድሕር ክሎት እንድሕር ድገብሮ ኮይኑ ማለት ንኸይትፈሪ ነታ እንቋቑሖ ተባሂሉ እንድዩ እቲ ሽሙ ድገብሮ ደሎ ንዕኡ ንዓኣ ከም ትደክም ነቲ ነታ ኦቨሪ ናህና እንቋቑሖ ንኸይተውጽእ ንኸይትፈሪ እዩ ዝብላ ፊያሂንደረን ድገብራ ወይ ከኣኒ ድ ድጸቕጣ ማለት ድኹም ንክኸውን ነቲ እንቋቑሖ ንሃናይ እንታይ ሽሙ ድገብር። ሕጂ እንድሕር ኮምኡ ዝገብር ኮይኑ እቱ ሆርሞን ልክዕ ከምዚ ነብሶጾር ሰበይቲ ነብሶጾር ሰበይቲ ሆርሞን ናታ ስለ ድቕየር እንታይ ትኸውን ኩሉ ግዜ ክሳብታ ሓሪሳ ክሳብ እንደገና ብድሕሪ ሕርሲኣ ውን ክሳብ ትሽዓተ ወርሒ ዘሎ ግዜ ኩሉ መዓልቲ እንታይ ትኸውን መንጸርጸሪት ብዝጠቅምን ዘይጠቅምን ተንጸርጽረልካ ስለዚ ኣብዚኣ ህሞት እዚኣ ከኣ ኣብዛ ፒለ ንወስደላ ዘለና ከኣኒ እንታይ ኢና ንኸውን ልክዕ ከምዚ ነብሶጸር መንጸርጸርቲ ኢና ንኸውን ቁጥዕ ቁጥዕ ቁጥዕ ብዝጠቅምን ዘይጠቅምን ብጣዕሚ ቁጥዓት ኢና ንኸውን እዚ ከኣ እንታይ እዩ ደምጽኦ ዘሎ እቲ ምቅይያር ናይ ሆርሞን እዩ ስለዚ ፒለ ብጣዕሚ ምቕያር ናይ ሆርሞን ሓያል ምዃኑ ኣብ ምቕያር ናይ ሆርሞን ብጣዕሚ ሓያል ስለድኾነ ንዓና ካልእ ሰብ እዩ ዝሰርሓና ንስኻ ኣይኮንካን ኣብዚ ግዜ እዚ ካልእ ሰብ ኢኻ ስለዚ እሱ ውን ማለት እቶም ይሕዋትና ምሳና ዘለዉ መጻምድትና ድዮም ዝቐርቡና ቤተሰብና ካልእን ካልእን ነዚ ውን ክርድኡልና ኣለዎም እቶም ኣወዳት ውን እቶም ምስእን መጻምድቲ ትቅመጡ ውን ክትርዱኡለን ኣለኩም ቀልጢፈን እንታይ ክገብራ ከም ዘለወን ከኣ መፍትሒ ከተምጽኡ ኣለኩም ሰኢላ ከምኡ እንዳ ተሳቀየት እንከላ እንድሕር ትም ኢልካ ሪኢካያ እንታይ ኢካ ትብል ዋእ ኣታ ታይያ ናታ ዘን ናይ ስደት ኣዋልድና እንታይ ናተ ዘናይ ስደት ኣዋልና ከምዘን ናብ ዓዲ ዓረብ ዓዲ ጥልያን ዝነበራ ናይ ቀደም ዝተሰዳ እሞ ንፈልጠን ማለት ብሰንኪ እቲ ጽምዋን ካልእን ናፍቆት ናይ ስድራቤተትን ናይ ስድራቤታተንን ጻር ጻር ዘብለን ልክዕ ከምኡ ይኮናና እሞ ሕጂ እንታይ ንብል ንሕና ተታይ ናተ ዘን ኣዋልድና ገለ ኢልኩም ክሳብ ምምራር ትበጽሑ እሱ ግን ደይኮነ መፍትሒ ከተናድዩ ፋሕተርተር ክትብሉ ኣለኩም ንስኩም ውን እቶም ደቂ ተባዕትዮ ምክንያቱ ንሳ ኣብቲ ህሞት ስለ ዘላ ኣብቲ ሱትየሽን ሕማቅ ሱትየሽን ስለ ዘላ ምናልባት እቲ ሉዙም ወይ ከኣ እቲ መፍትሒ ዘይ ክትረክቦ ትክእል እያ ስለዚ ንስኩም ውን ከም የሕዋት ማለት የሕዋትኩም እየን ኣዴታትኩም እየን ስለዚ ኩሉ ግዜ ንስኹም ውን ኣብቲ መፍትሒ ምንዳይ ሓፍተይ እዚ ትወስድዮ ዘለኺ ጽቡቕ ስለ ዘይኮነ ንጥዕናኺ ውን ዓቢ ዓቢ ጸገም ስለ ምጺኢልኪ ዘሎ ንሪኦ ኣለና እቲ ውጽኢቱ ስለዚ ተገደፍክዮ ይሓይሽ ኢልና ንሕና ውን ዓቢ እጃም ከም ዘለና እጃምና ከነበርክት ከም ዘለና ክነግረኩም ይፈቱ ማለት እዩ። ከም ሳልሳይ ከኣ ደምጾ ሰዓቤን ሆርሞን ኣብ እም ሶሪ እዚ ፒለ ኣብ እንታይ እዩ ዝበሃል እዚ ኦቫሪ ናህና ወይ ከዓ ኣብዚ ማህፀን ናይ ጓል ኣንስተይቲ ካንሰር ናይ ምምዕባል ክእለት ኣለዎ ምክንያቱ ኩሉ ግዜ ዝበዝሓ ደቂ ኣንስትዮ እንድሕር ርኢናየን ናይ ማህጸን ካንሰር ኣለዋ ዝብሃል እንታይ ስለ ድኮናየን እዚኤን ሕጂ እቲ ዝወስድኦ ፒለ ናቱ ሳዓብየን እዩ እቲ ካንሰር ድመጽእ ደሎ ማለት እዩ እቲ ናይ ማህጸን ካንሰር ብፒለ እዩ ዝመጽእ ስለዚ ኩሉ ግዜ ብዝተካእለ መጠን ፒለ ተዘይወሰድና ይሓይሽ ምክንያቱ እቶም ደቂ ተባዕትዮ ብዙሕ ብዙሕ ኣማራጺ ኣለኩም ንሳ ጥዕናኣ ንክትሕሉ ክትገብርዎ ዝግባኣኩም ምክንያቱ እቲ ቀዳማይ ክትገብርዎ ዝግባኣኩም ግዴታ ኣይኮነን ኣብ ነብሳ ከተፍስስዎ እቲ ሰመን ናትኩም ኣብ ነብሳ ከተፍስስዎ የብልኩምን እዚ ክትከላከልዎ ትክእሉ ኢኩም። ኖርማል ገሌኹም ውን ኣለኹም ኖርማል ካም ጀሚሩ ክሳብ ድውድእ ሶይሉ ዝነዝዕ እንታ ሽሙኹም እሱኹም ኩሉ ግዜ ኮንዶም ተተጠቐምኩም ዝበለጸ እዩ ምክንያቱ እሳ ፒለ ክትወስድ ኣይተደለየትን ስለዚ ንስኻ ክትከላኸል ኣለካ ከመይ ጌርካ ትከላኸል እንድሕር ከይቅደደካ ኮንዶም ትፈርሕ ኮይንካ ውን ክልተ ተደረብካዮ ምንም ኣይኮነን ስለዚ ኩሉ ግዜ ከምኡ ጌርካ ብዙሕ ኣማራጺ ስለ ዘሎ እስኹም ውን ተሓገዝኩመን ኣዝዩ ተመራጺ ይኸውን ማለት እዩ ከም ሓንትን ከም ማለት ንኹላኹም ነተም ደቂ ኣንስትዮ ነቶም ደቂ ተባዕትዮን ኣብ መጻምድቲ ደለኹም የዕሩኽ ኩኑ ወይ ሰብኣይን ሰበይትን ብዘየገድስ ከምዚ እንዳገበርካ መከላኸሊ እቲ ወዲ ባዕሉ እንዳተኸላኸለ እንከሎ ነብሱ ኣብ ነብሳ ከፍሰላ ኣየፍሰላን እዩ ከምኡውን ኮንዶም ይጥቀም ካልእን ካልእን እዚ እንዳገበርካ ግን ናይ ኣጋጣሚ ኮይኑ ኣብ ስምዒት ስለ ዘለኻ ከም ገለ ክብለካ ይኽእል እዩ ክፈሰካ ይኽእል ወይ ኮንደም ክቕደደካ ይኽእል እዩ ወይ ዝኾነ ነገር ስለዚ ከምዚ ከጋጥም ከሎ እንታይ ክትገብር ኣለካ ፒለ ዳናክ ዝበሃል ኣሎ ብፍላይ እዞም ኣብ ጀርመን ንቕመጥ ፒለ ዳናክ ዝበሃል ኣለና ኖርማል እዚ ካብ ውሽጢ ሰለስተ መዓልቲ ክሳብ ሓሙሽተ መዓልቲ ዘሎ ግዜ ከይዳ ኣብ ኣፖቲከ ገዚኣ ወላ ሪሰፕት ፍራዩ ምክንያቱ እዚን ሓደ ካብቲ ሕግታት ናይ ጀርመን ንዕኡ ኣጽዲቕዎ እዩ። ስለዚ ቅድም ኔሩ ኣብ ዝሓለፈ ነዊሕ ግዜ ማለት እዩ ናብ ሓኪም ትኸይድ፣ ካብኡ ሪሰብት ክሳብ ተምጽእ ነዊሕ መዓልትታት ይወስደልካ፣ ከምኡውን ቤራተን ክሳብ ትገብር እቲ ሰለስተ ክሳብ ሓሙሽተ መዓልቲ ንብሎ ዘለና ይሓልፍሞ ናብ ካልእ ሳዕቤን ይኸይድ ኔሩ። ሎሚ ግን እቲ ጽቡቕ ነገሩ ኖርማል ናብ ኣፖቲካ ከይድካ ፒለ ዳና ክደልየ ከምዚ ከምዚ ኣጋጢሙኒ እንድሕር ኢልካዮም ምናልባት ክከብረካ ይክእል ይከውን እዚ ኮይኑ ግን ብገንዘብካ ሪሰብት ፍራይ ካብ ኣፖቲካ ክትገዝእ ትክእል ኢካ ማለት እዩ እዚ ሕጂ ንከይትጠንስ መበሊ ማለት እዩ እንድሕር ተጣራጢርካ ማለት ፈሲስካ እሞ እንድሕር እሳ ከኣ ኣብ ሓደገኛ ኩነታት እንድሕር ኣልያ ማለት ክትጠንሰሉ ትኽእል ግዜ እንድሕር ኮይኑ እቲ ዘላቶ ህሞት ስለዚ ጉያ ኢልካ ካብ ኣፖቲከ ፒለ ዳናኽ ክትገዝእ ትኽእል ኢኻ ማለት እዩ ስለዚ ኣይ ሆፕ ሶ እዚ ኢንፎርሜሽን ደስ ኢሉኩም መሃሪ ክኸውን ተስፋ እናገበርኩ ናይ ሎሚ ብዛዕባይ ኣብዚ ክውድኤ የቐኔለይ ቻው ኣ ሶሪ ኮመንት ወይ ዝኾነ ሃናፂ ዝበልኩሞ ርእቶታት ምስ ዝህልወኩም ኣብ ኮመንት ክትገድፉለይ ትኽእሉ ኢኹም ስለዚ ስናው ስናይ ኣኣብ ዘለናዮ ሰላም ንኹልና ቻው